ሆርንስኮፕ ኒውስ ከባብያዊ፣ ሃገራዊ፣ ዞባውን ዓለማውን ኩነታት ማእኸል ገይራ ትኩስን እዋናውን ሓበሬታታት ክተቕርበልኹም እያ። እዋናውን ሓደሽትን ሓበሬታታት ንምርካብ ሸርን ሳብስክራይብን እናገበርኹም ኣባላት ሆርንስኮፕ ኒውስ ኩኑ። ናብ ዝርዝር ዜናታት እዚ ዕለት ቅድሚ ምስጋረይ ቀንዲ ዜናታት ከቐድም። ብዘይሕጋዊ መንገዲ ግዝያዊ መንግስቲ ኣፍሪሱ መንግስትነት ብጠበንጃ ተቖፃፂሩ ዘሎ ሓይሊ፣ ንዝመፅእ ጥፍኣት ተሓታቲ እዩ ክብሉ ፕሬዚደንት ግዝያዊ ምምሕዳር ትግራይ ጀነራል ታደሰ ወረደ ኣጠንቂቖም። ኣብ ምዕራብ ትግራይ ዝነበሩ ዕጡቓት ተጋሩ ይዘርፉ፣ ኩርንኩሪት ኣሲሮም ናብ ሩባ ተከዘ ኣእትዮም ይቐትሉ፣ ካልኦት ገበናት ይፍፅሙን ምንባሮም ነበር ኢታማዦር ሹም ሓይልታት ምክልኻል ኢትዮጵያ ጀነራል ሳሞረ የውንስ ገሊጾም። ኣብ ዘመነ ፕሬዚደንት ጌታቸው ረዳ ኣብ ኣብያተ ዕዮ ዝተጀመረ ምንጠላ ማህተም ሐዚ እውን ናብ ምንጠላ ማህተም ፕሬዚደንት ግዜያዊ ምምሕዳር ትግራይ ጀነራል ታደሰ ወረደ ተሰጋጊሩ። ሃገራት ወሽመጥ ዓረብ ኣብ ልዕሊ ኢራን ተሪር እገዳ ክገብራ ዝፅውዕ ውሳነ ሓሳብ ኣቕሪበን። ሕቡራት ዓረብ ኤምሬትስ ምስ ኢትዮጵያ ዘለዋ ርክብ ክትበትኽ ግብፂ ፀዊዓ። ሱዳን ኣብ ዶባት ኢትዮጵያ ኣብ ብሉ ናይልን ኣልፋሽካን ዝተጠናኸሩ መከላኸሊ ፀረ ነፈርቲ ተዳሉ ከምዘላ ገሊፃ። ስዑዲ ዓረብ፣ ተጋሩ ዝርከብዎም ልዕሊ ክልተ ሚእቲ ኢትዮጵያውያን ብሞት ፍርዲ ክቕፅዑ ዝበየነቶ ብይን ደው ክተብል ፃውዒት ቀሪቡ። ሆርን ስኮፕ ኒውስ ኣብ ምክትታል ኣለኹም፣ ሕዚ ድማ ዝርዝር ዜናታት ከቕርበልኹም። ዝኸበርኩም ተኸታተልትና። ብዘይሕጋዊ መንገዲ ግዜያዊ መንግስቲ ተፍሪሱ መንግስትነት ብጠመንጃ ተቖፃፂሩ ዘሎ ሓይሊ ንዝመፅእ ጥፍኣት ተሓታቲ እዩ ክብሉ ፕሬዚደንት ግዜያዊ ምምሕዳር ትግራይ ጀነራል ታደሰ ወረደ ኣጠንቂቖም። ኣብዚ ቀረባ መዓልትታት ዝተፈጥረ ኩነታት ስዒቡ ክመፅእ ዝኽእል ሳዕቤንን ጉድኣትን ንምትራፍ እቲ ሽግር ብናይ ተጋሩ ልዝብን ሓበራዊ ምርድዳእን ክፍታሕ ንዝቐረበ ፃውዒት ንጎድኒ ብምግዳፍ ተመሪፀ እየ ዝብል ኣካል ሎሚ ሚያዝያ ሰላሳ ክልተ ሽሕን ዓሰርተ ሸሞንተን ዓመተ ምህረት ብናይ ፀጥታ ኣካላት ሓለዋ ተገይርሎም ኣብ መእከቢ ኣደራሽ ካቢነ ግዝያዊ ምምሕዳር ትግራይ ናይ ካቢነ ኣኼባ ጀሚሮም ከምዘለዉ ፕሬዚደንት ታደሰ ወረደ ገሊፆም። እዚ ከዓ ኢሎም ናይ ቀፃሊ ሓደገኛ መንገዲ ዝተጀመረሉ ዕለት ስለዝኾነ በዚ ምኽንያት ዝስዕብ ሳዕቤን ተሓታቲ ስልጣን ግዝያዊ ምምሕዳር ብጉልበት ዝሕዝ ዘሎ ሓይሊ ምዃኑ ክገልፅ ይደሊ ኢሎም ፕሬዚደንት ግዝያዊ ምምሕዳር ትግራይ ጀነራል ታደሰ ወረደ ሎሚ ሰላሳ ክልተ ሽሕን ዓሰርተ ሸሞንተን ዓመተ ምህረት ኣብ ዕላዊ ገፅ ቤት ፅሕፈት ፕሬዚደንት ኣብ ዘስፈርዎ ፅሑፍ። ፕሬዚደንት ታደሰ፣ ጉዳይ ትግራይ ዝተሓላለኸ እኳ እንተኾነ እታ ዘላ ፀባብ ሃዋህው ሰላም ተጠቒምካ ኩሉ ትግራዋይ ኣሳቲፍካን ብዘይምፍሳስ ደም ምፍታሕ ይከኣል እዩ ዝብል ጥንኩር ቅዋም ከምዘለዎምን ብተደጋጋሚ እናገለፁ ምፅንሖምን ዝዝከር እዩ። ምስዚ ብዝተተሓሐዘ ሎሚ እውን ኣብ ሰማያት መቐለ ምንቅስቓስ ነፈርቲ ሚግ ከምዝነበረ ዝተገልፀ ኮይኑ፣ ህዝቢ ትግራይ ኣብ ሻቕሎት ከም ዘሎ ፍልፍላትና ካብ ዝተፈላለዩ ከባብታት ትግራይ ስኽፍተኦም እናገለፁ እዮም። ኣብ ዘመነ ፕሬዚደንት ጌታቸው ረዳ ኣብ ኣብያተ ዕዮ ዝተጀመረ ምንጠላ ማህተም ሕዚ እውን ናብ ምንጠላ ማህተም ፕሬዚደንት ግዜያዊ ምምሕዳር ትግራይ ሓፍ ኢሉ ተጀሚሩ ኣሎ። ብዘይሕጋዊ መንገዲ ዝግበር ምምላስ ነበር መሪሕነት ህወሓት ነታ ብኹናት ዝደቐቐት ትግራይ መሊሱ ዘዕኑ ሓደገኛ ተግባር እዩ ብምባል ከም ዘይቅበሎ ዝገልፅ ዝነበረ ፕሬዚደንት ታደሰ ወረደ ዶክተር ደብረፅዮን ምስ ካቢኒኡ ኣብ ኣደራሽ ቤት ጽሕፈት ፕሬዚደንት ግዝያዊ ምምሕዳር ትግራይ ሎሚ ፈላማይ ዋዕሉ ምክያዱ እውን ገሊጹ ኣሎ። ብዶክተር ደብረጽዮን ገብረሚካኤል ዝምራሕ ህወሓት ኣብ ልዕሊ ግዝያዊ ምምሕዳር ትግራይ ጀነራል ታደሰ ወረደ ብወግዒ ዕልዋ መንግስቲ ፈጺሙ ኣሎ። ብሕግን ሞራልን ተቐባልነት ዘይብሉ ዝተብሃለ ቅድሚ ሽዱሽተ ዓመታት ተመሪጹ ብስምምዕነት ፕሪቶርያ ዝፈረሰን ዕድመ ሓሙሽተ ዓመታት እውን ዘእኸለን ቤት ምኽሪ ብምፅዋዕ ፕሬዚደንት ተባሂሉ ዝተሸመ ዶክተር ደብረፅዮን ገብረሚካኤል ንቤት ፅሕፈት ርእሰ ምምሕዳር ትግራይ ተቖፃፂሩ ፈላማይ ዝበሎ ኣኼባ ካቢኔኡ እውን ኣካይዱ ኣሎ። እዚ ምጥያሽ ጎናዊ መንግስቲ በዓል ዶክተር ደብረፅዮን ገብረሚካኤል ብወገን መንግስቲ ፌዴራል ወግዓዊ ዝኾነ ግብረ መልሲ ኣይተውሃበሉን። እቲ ኣብ ልዕሊኡ ዕልዋ መንግስቲ ተኻይድሉ ዘሎ ፕሬዚደንት ግዝያዊ ምምሕዳር ትግራይ ጀነራል ታደሰ ወረደ ሽሕ እኳ ካብ ስልጣኑ ከም ዘይለቅቕን እቲ ምንቅስቓስ ህወሓት ደው ከብሎ ከም ዝቃለስን እናገለፀ እንተፀንሐ ሕዚ ብኸመይ መንገዲ እዩ ደው ከብሎ ዝብል ግን ሕቶ ብዙሓት ኮይኑ ኣሎ። ህወሓት ፕሬዚደንት ትግራይ ኢሉ ሽሞት ምክያዱ ምስቲ ብወገን መንግስቲ ፌደራልን ሓይልታት ፖለቲካን ሕጋዊ ኣፍልጦ ዘለዎ ፕሬዚደንት ግዝያዊ ምምሕዳር ትግራይ ጀነራል ታደሰ ወረደ ትግራይ ክልተ ፕሬዚደንት ኣለዋ ማለት እዩ። ምሁር ሕጊ ኣቶ ኪሮስ ሃብተ ስላሴ ምስ ቢቢሲ ኣብ ዘካየዶ ቃለ መሕትት ሕጋውነት ሽሞት ዶክተር ደብረጽዮን ምምላስ ቤት ምኽርን መሰረት ገይሩ ዝርዝር መብርሂ ሂቡ ኣሎ። ኣቶ ኪሮስ ርእይትኡ እንትገልጽ ብሕጊ ትርጉም ክቦ ይኸብደኒ እዩ። ምኽንያቱ ከም ዝፍለጥ ብውዕል ፕሪቶርያ እቲ ብመረፃ ናብ ስልጣን መፂኡ ዝተብሃለ ቤት ምኽሪ ሕጋዊ ከም ዘይነበረ ኣፍልጦ ሂቡ ህወሓት ፈሪሙ እዩ። ብድሕሪኡ ሓቛፊ ግዝያዊ ምምሕዳር ክምስረት ብውዕሊ ፕሪቶርያ መሰረት ዝተኣተወ ስምምዕ ግዝያዊ ምምሕዳር ተጣይሹ እዩ። ሕጊ ፈሪሱ ነይሩ። እቲ ኣብ ዕስራ ዕስራ ዝተኻየደ መረፃ እውን ዘይሕጋዊ እዩ ዝብል እምነት ተወሲዱ ስለ ዝተፈረመ ብኡ ተሓሊፉ። እቲ ግዝያዊ ምምሕዳር እውን ብዲሞክራስያዊ መንገዲ መረፃ ተኻይዱ ስሩዕ መንግስቲ ክሳብ ዝምስረት መፃንሒ ስሩዕ መንግስቲ ዝምስረተሉ ኣግባብ እውን ከመቻቹ ሓደራ ሒዙ እዩ እቲ ግዝያዊ ምምሕዳር ተጣይሹ። እቲ ውሳነ እውን ብሓደ ፖለቲካዊ ፓርቲ ወይ እውን ጉጅለ እዩ ተመሊሱ። ከም ዝፍለጥ ከኣ ቤት ምኽሪ ቅቡልነቱን ተሓታትነቱን ተፀዋዕነቱን ኣብ ሕገ መንግስቲ ብግልፂ ከም ዝተቐመጠ ቅቡልነት ዝምስረት ካብ መረፃ እዩ። እቲ መረፃ ከኣ ዘይሕጋዊ ተባሂሉ እዩ እምበር ዝኾነ ውድብ ቅቡልነት ናይ ቤት ምኽሪ ፍልፍል ክኸውን ኣይኽእልን። ሓደ ውድብ'ዩ ብመረጻ መንግስቲ ዝኸውን እምበር፣ ቤት ምኽሪ ሕጋውነቱን ቅቡልነቱን ካብ ህዝቢ ቀጺሉ ዝለዓል ስልጣን ዘለዎ ቤት ምኽሪ እዩ። ስለዚ ንቤት ምኽሪ ናብ ስራሕ መሊሰዮ ኢሉ ሓደ ፓርቲ ክውስን ኣብ ዝኾነ ይኹን ዓለም ተራእዩ ኣይፈልጥን ይብሉ። ቤት ምኽሪ ዝህልዎ ዕድመ ሓሙሽተ ዓመታት እዩ። ሕጋዊ እዩ ኢልና እኳ እንተ እንሓስብስ፣ እቲ ሓሙሽተ ዓመታት እትበሃል ዓንቀጽ ሓምሳን ኣርባዕተን ናይ ሕገ መንግስቲ ናይ ክልል ይኹን ናይ ፌደራል ቤት ምኽሪ ዕድመ ሓሙሽተ ዓመታት እያ ትብል። ካብኡ ንላዕሊ ብዝኾነ መንገዲ ክናዋሕ ኣይኽእልን። እቲ ኣብ ክልተ ሽሕን ዓሰርተ ክልተን ኣቆጻጽራ ግእዝ ናብ መረጻ ዝተኣተወሉ ሎጂክ እውን እዚ እዩ ነይሩ። ሓሙሽተ ዓመት ብዝኾነ ይኹን መለክዒ ሓሙሽተ ዓመት እያ እምበር ሽዱሽተ ዓመት ተባሂላ ክትትርጎም ኣይትኽእልን እያ። ስለዚ ኣብ ሎሚ በጺሑ ዝተፈለየ ዝኾነሉ ኣብ ሽዱሽተ ዓመት እሞ ድማ ብናይ ፖለቲካዊ ፓርቲ ውሳነ ግዚኡ ዝሓለፈ ቤት ምኽሪ ናብ ህይወት መሊስናዮ ዝብል ነገር ኽንሰምዕ እንከለና ብሕጊ እዚ ትርጉም ኣለዎ ኢለ መብርሂ ክህበሉ ዘጸግም ነገር እዩ ብወገነይ ክብል እዩ መብርሂ ሂቡ በዓል ሞያ ሕጊ ኣቶ ኪሮስ ሃፍተስላሴ ንቢቢሲ ኣብ ዝሃቦ ርእይቶ። እቲ ነባር ቤት ምኽሪ ናብ ስራሕ ከም ዝተመለሰን ኣቦ ወንበር ህወሓት ዶክተር ደብረፅዮን ፕሬዚደንት ኮይኑ ነቲ መንግስቲ ከም ዝመርሕን እዩ ተገሊፁ ዘሎ። ብኻሊእ ወገን ድማ ብመሰረት ስምምዕነት ፕሪቶርያ ዝተጣየሸ ግዝያዊ ምምሕዳር ዝመርሕ ሌትናንት ጀነራል ታደሰ ወረደ ኣብ ስልጣን ኣሎ። ኣብ ሓደ ክልል ክልተ ፕሬዚደንት ክህልው ይኽእሉ ዶ? ዝብል ሕቶ ዝቐረበሉ ምሁር ሕጊ ኣይተ ኪሮስ፣ እዚ ግልፂ እዩ። ክልቲኦም ፕሬዚደንት ክበሃሉ እውን ኣይኽእሉን። ብፕሪቶሪያ ስምምዕ ናብ መረፃ ክሳብ ዝሰጋገር ኣብ ስልጣን ክፀንሕ ዝኽእል እቲ ግዝያዊ ምምሕዳር እዩ ክኸውን ዝኽእል። እቲ ፕሬዚደንት ዝበሃል ናይ ግዝያዊ ምምሕዳር ከዓ ታደሰ ወረደ እዩ። ይንኣስ ይዕበ ሕጊ ጠቒስካ ግዝያዊ ምምሕዳር ጥራይ እዩ ብተግባር ክህሉ ዝኽእል። ቅቡል እውን ዝኸውን ብድሕሪኡ ክመፅእ ዝኽእል ከም ብሓድሽ መረፃ ተኻይዱ ብስሩዕ ቤት ምኽሪ ዘጣየሾ መንግስቲ ኽነቋቑም ንኽእል። ስለዚ ቕድሚ ሕጂ ዝነበረ ተወንዘፈ ዝበሃል ጠቒስኻ ሓዱሽ ፕረዚደንት ምባል ክልተ ፕረዚደንት ክህልዉ ፈፂሙ ኣይኽእልን። ንሓደ ኢኻ ፕረዚደንት ክትብል ትኽእል። ብተግባር እውን መን እዩ ብሓቂ ነታ ዓዲ ዘመሓድራ ዘሎ? ከመይ ክኸውን ዝብል ቀስ ኢልካ ዝረኣ'ዩ ክኸውን ክብል ምሁር ሕጊ ኣቶ ኪሮስ ሃፍተስላሴ ንቢቢሲ ሞያዊ ትንታነ ሂቡ። ኣብ ምዕራብ ትግራይ ዝነበሩ ዕጡቓት ተጋሩ ይዘርፉ፣ ኩርንኩሪት ኣሲሮም ናብ ሩባ ተከዘ እትዮም ይቐትሉን ካልኦት ገበናት ይፍጽሙን ምንባሮም ነባር ኢታማዦር ሹም ሓይልታት ምክልኻል ኢትዮጵያ ጀነራል ሳሞራ የውንስ ገሊጹ። እቲ ኣብ እዋን ወራር ፅንተት ምስ ፀላእቲ ወጊኑ ህዝቢ ኣጨፍጭፉ ዝብል ወቐሳታት ዝቐርበሉ ጀነራል ሳሞራ ዮኑስ ምስ ሓራ ሚድያ ኣብ ዝነበሮ ፃንሒት እንኮ መፍትሒ ሐዚ ዘሎ ፀገማት ትግራይ ልዝብ ጥራሕ ምዃኑ እውን ኣስሚሩሉ። ንህዝቢ ትግራይ ሰላሳ ዓመታት ኣዋጊእና ብዙሕ ሰብ ሞይትና እዩ ድሕሪ ምባል፣ ዝተጋደልናሉ ዕላማ እውን ገዛኢ ደርቢ ንምዃን ስለዘይነበረ ኣብ መረፃ ንዝሰዓረ ኣካል ተቐቢልና ጉዳይና ብዘተ ጥራሕ ኢና ክንውድእ ዝግባእ ኢሉ። ምዕራብ ትግራይ ናይ ተጋሩ እዩ ኣብኡ ዘሎ ህዝቢ እውን ትግራዋ እዩ ድሕሪ ምባል ትሕጃ ፖለቲከኛታት ኮይኑ ኣብ መዓስከር ዝፀንት ዘሎ ህዝብና ብቕልጡፍ ኣብ ምዕራብ ናብ ዝተረፈ ሓው ህዝቢ ክምለስ ኣለዎ ኢሉ ኣብ እዋን ኩናት ተጋሩ ንብረቶም ከም ዝተዘረፈ ከም ዝተቐተሉን ኣሲሮም ናብ ተከዘ ከም ዘእተውዎምን ይፈልጥ እየ ዝበለ ጀነራል ሳሞራ ዮንስ ሐዚ ግና ኩነታት ተለዊጡ እዩ ከምኡ ክገብሩ ኣይኽእሉን ዝብል ምላሽ ሂቡ። ጀነራል ሳሞራ እንታይ መረጋገፂ ሒዙ እዩ ከምኡ ኣይገብሩን ዝብል ዘሎ ዋላ እኳ እንተዘይተፈልጠ ሐዚ እውን ኣብ ምዕራብ ትግራይ ኣብ ትሕቲ ወረርቲ ዝርከብ ህዝቢ ንምእማኖም ዘፀግሙ ግፍዕታት ይበፅሖ ከምዘሎ መረዳእታታት ብስፍሓት እናወፁ እዮም ሐዚ ሬሳ እናቆፀርና ካብ ምንባር ኣብ መዓስከራት ህይወቶም ዝሓልፍ ዘሎ ወገናት ብቅልጡፍ ናብ መረበቶም ክምለሱ ክንሰርሕ ይግባእ ኢሉ። ፅምዶ ህወሓትን ሻዕቢያን ብዝምልከት ኣብ ዝሃቦ ርእይቶ ድማ ሻዕቢያ ንህዝቢ ትግራይን ህወሓትን ብጣዕሚ እዩ ዝፀልእ። ምኽንያቱ ድማ ጎብለል ኣፍሪካ ንምዃን ኣተዓናቒፎምኒ ዝብል ግጉይ እምነትን ቂምን ስለዘለዎ እዩ ኢሉ። ምንጪ ውድቀት ሻዕቢያ ግጉይ ፖሊስኡ ደኣ እምበር ህዝቢ ትግራይ ወይ እውን ህወሓት ዘይምዃኖም ብምዝኽኻር፣ ሕዚ ብሽም ፅምዶ ዝሽቅጦ ዘሎ ሸቐጥ ኽቆፃፀሮ እንተዘይኽኢለ ከተራምሶ ኣለኒ ዝብል ሸውሃቱ ንምርዋይ እምበር ንህዝብታት ትግራይን ኤርትራን ተገዲሱ ኣይኮነን ዝብል ርእይቶ ሂቡ ኣሎ ጀነራል ሳሞራ ዮኑስ። ቀዳማይ ሚኒስትር ኣብይ ሰላም ዝደሊ እንተኾይኑ ንምንታይ ግዝኣታዊ ሓድነትና ዘይምልሰልና ንዝብል ሕቶ ፖለቲካ እዩ፣ ንሕና ናይ ባዕልና ጥራሕ ንግበር ዝብል ዝተድበስበሰ ምላሽ ሂቡ ኣሎ። እቲ ህዝቡ ብልፍንቲ እንትጭፍጨፍ ተሓባባሪ ነይሩ ወይ እውን ስቕታ መሪፁ ብዝብል ብኢሊታት ተጋሩ ዝውቀስ ጀነራል ሳሞራ፣ ሃገራት ወሽመጥ ዓረብ ኣብ ልዕሊ ኢራን ተሪር እገዳ ክግበር ዝጽውዕ ውሳነ ሓሳብ ኣቕሪበን። ሃገራት ወሽመጥ ዓረብ ኣብ መጻብቦ ሆርሙዝ ኣብ ልዕሊ መራኽብ ዘጋጥም ሓደጋ ንምፍታሕ ሕቡራት ሃገራት ጣልቃ ክኣቱ ኣድላይ ስጉምትታት ክወስድን ጸዊዐን ኣለዋ። እቲ ዝቐረበ ውሳነ ሓሳብ ድማ ኢራን ኣብ ልዕሊ ኣህጉራውያን መራኽብ እትገብሮ መጥቃዕትታትን ዘይሕቅጋዊ ቀረጽን ደው ክተብልን ኣብ ትሕቲ ማይ እትገብሮ ዕደናታት ግልጺ ክትገብርን እንተዘይኽኢላ ተሪር እገዳን ካልእ ስጉምትታትን ክውሰደላ ጸዊዐን ኣለዋ። ላዕለዎት ዲፕሎማት ኳታር፣ ባህሬን፣ ሕቡራት ዓረብ ኤምሬትን ንግዲ ወሽመጥ ዓረብ ናብቲ ቅድሚ ኲናት ዝነበሮ ብርኪ ክምለስ ከምዘለዎ እውን ኣስሚረናሉ። ኣሜሪካ ነዚ ውሳነ ክትድግፎን ኣብ ባሕሪ ናጽነት ንግዲ ክኽበርን ክትላቦ እንከላ፣ ኢራን ብወገና ንወተሃደራዊ ንጥፈታት ኣሜሪካ ንዞባዊ ዘይምርግጋእን ውጽኢቱን ስዒቡ ዝመጽእ ግጭት ትወቅስ።

ሱዳን ብድሕሪ እዚ መጥቃዕቲ ኢድ ክልቲኤን ሃገራት ኣሎ ዝብል ክሲ እናቕረበት ምጽናሓ ዝዝከር እዩ። ኣልቡርሃን ኢትዮጵያን ዓረብ ኤምሬትስን ኣብ ጎድኒ ኣርኤስኤፍ ተሰሊፈን ይወግኣን ኣለዋ ዝበሉ ኮይኖም ብፍላይ ኢትዮጵያ ኣብ ቤንሻንጉል ጉሙዝ ማእኸል መሰልጠን ኣርኤስኤፍ ከፊታ ካብ ምስልጣን ብዝዘለለ ነፈርታ ካብ ባህርዳር እናተልዓላ ንሱዳን ይድብድባ ምህላውን እናገለጹ እዮም ኣብ ዝሓለፉ ሓሙሽተ ዋርሕ ማለት እውን ካብ ታሕሳስ 2018 ኣቆፃፅራ ፈረንጂ ክሳብ ሚያዝያ ክልተ ሽሕን ዓሰርተ ሸሞንተን ልዕሊ ሓደ ሚእትን ኣርብዓን ሽዱሽተ ጥርጡራት ናይ ጽዕነት በረራታት ካብ ሕቡራት ዓረብ ኤምሬትስ ናብ ኢትዮጵያ ተመዝጊቦም። እዘን ነፈርቲ መጓዓዝያ ሓይሊ ኣየር ኤምራት ሓዊሱ ብተደጋጋሚ ኣብ መዕርፎ ነፈርቲ ባህርዳርን ሜዳ ደብረዘይትን ሃረርን ከም ዝዓለባ ተንተንቲ ስትራቴጂክ ሳትላይትን ምክትታል በረራታትን መረዳእታታት ብምጥቃስ እናገለጹ እዮም። ወሃብ ቃል ወተሃደራዊ ሱዳን ኣብ ቀረባ እዋን ኣብ ዝሃቦ መግለጺ እተን ካብ መዓርፎ ነፈርቲ ባህርዳርን ካርቱምን ካልእ ክፋላት ሱዳንን ዘጥቅዓ ሰብ ኣልቦ ነፈርቲ ብቱርኪ ዝስራሓ ብኢምራት ዝውነና ባይራክታር ኣኪንጂ ዝተብሃላ ሰብ ኣልቦ ነፈርቲ ምዃነንን እዘን ሰብ ኣልቦ ነፈርቲ በዘን ናይ ፅዕነት በረራታት ኣቢለን ናብ ኢትዮጵያ ከም ዝኣተዋን ገሊፁ እዩ። ነዚ ስዒቡ ሰራዊት ኣልቡርሃን ንመንግስቲ ኢትዮጵያ ምፍርራሕ ጀሚሩ ኣሎ። መንግስቲ ኢትዮጵያ ብወገኑ ኣልቡርሃን ምስ ዕጡቓት ህወሓት ኮይኑ ክወግእኒ ይዳሎ ኣሎ ዝብል ክሲ እዩ ዘቕርብ። ግብፂ፣ ኤርትራ፣ ትግራይን ጥምረት ፈጢሮም ንኣብይ ዝመርሖ መንግስቲ ኢትዮጵያ ስግኣት ኮይኖም ምህላዎም እዮም ቀርኒ ኣፍሪካ ብቕርበት ዝከታተሉ ተንተንቲ ፖለቲካ ዝገልፁ። ፕሬዚደንት ግብፂ ዓብደልፋታሕ ኣልሲሲ ናብ ኤሚሬት ዓረብ ዘምርሕሉ ምኽንያት ገንዘባዊ ደገፍ ንምድላይ ኢትዮጵያን ግብፅን ብዛዕባ ኣጠቓቕማ ሩባ ኣባይ የካይዶ ኣብ ዘለዋ ድርድብ ሕቡራት ዓረብ ኤሚሬትስ ምስ ግብፂ ክትውግን ንምእማን ኢትዮጵያ ኣብ ጉዳይ ቀይሕ ባሕሪ እተልዕሎ ሕቶ ኢሚራት ዓረብ ቅቡልነት ከይትገብረሉ ንሪፓብሊካን ሶማሊላንድ ኣፍልጦ ከይትህብ ንሱዳን፣ ሊብያ፣ ጋዛን ሶርያን እትገብሮ ሰብኣዊ ሓገዝ ዝያዳ ከተሐይልን ንምሕታት ምዃኑ እዩ ተገሊፁ ዘሎ። ካብዚ ብተወሳኺ ኤሚሬትስ ኣብ መንጎ ግብፂ እስራኤልን ዘሎ ልዑል ወጥሪ ንምፍታሕ ክትሽምግል ኣብ ካልኦት ዓውድታት ሓቢረን ክሰርሓ ኣብ ጉዳይ ኢራንን ካልኦት ዞባውን ዓለማውን ቅልውላው ንምዝታይ ምዃኑ እውን ተገሊጹ ኣሎ። ቀንዲ መሓዛ ኣብዪ ኣሕመድ ምዃና ዝንገረላ ዓረብ ኤምሬትስ ንድሌት ግብፂ ከመይ ተማልኦ ዝብል ግን ሕዚ እውን ዘይተገማታይ ምዃኑ እዩ ዝግለጽ ዘሎ። ስዑድ ዓረብ ተጋሩ ዝርከብዎም ልዕሊ ክልተ ሚእቲ ኢትዮጵያውያን ሞት ፍርዲ ከቕፅዑ ዝበየኖቶ ብይን ደው ክተብል ፃውዒት ቐሪቡ። ዲያስፖራ ተጋሩ ኣብ ልዕሊ ስደተኛታት ተጋሩን ካልኦት ኢትዮጵያውያንን ዝፍፀም ዘሎ ብይን ሞት ብምቅዋም ኣብ ስዊድን ኣብ ዝርከብ ኤምባሲ ስዑድ ዓረብ ሰልፊ ኣካይዶም ኣለው። ኣብ ሃገረ ስዊድን ስቶክሆም ዝርከቡ ተጋሩ ኣብ ስዑድ ዓረብ ሞት ተፈሪድዎም ዝርከቡ ብርክት ዝበሉ ተጋሩ ዝርከብዎም ኢትዮጵያውያን እቲ ብይን ከይትግበር ምሕረት ክግበረሎምን ፀዊዖም ኣለው። ተጋሩ ዝርከብዎም ልዕሊ ክልተ ሚእቲ ኢትዮጵያውያን ኣብ ስዑዲ ዓረብ ሞት ፍርዲ ተፈሪድዎም ከም ዘለዉ ብተደጋጋሚ እናተገልጸ ዝመጸ ኮይኑ ዛጊድ ሰለስተ ሰባት ኢሰብኣዊ ብዝኾነ መንገዲ ግዳይ ሞት ከም ዝኾነ እውን ሚድያታት ዓለምን ተሓለቕቲ ሰብኣዊ መሰላትን እናገለጹ እዮም። ምስዚ ብዝተተሓሓዘ ኣብ ውሽጢ ዓድን ወጻእን ዝርከቡ ተጋሩ ንመንግስቲ ስዑዲ ዓረብ ለበዋታት እናቕረቡ ዝጸንሑ ኮይኖም ካብ መንግስቲ ስዑዲ ዓረብ ግን ዕላዊ መብርሂ ኣይተውሃወን። ነዚ ብይን ስዒቡ ንዜጋታት እታ ካብ ስዑድ ዓረብ ተሰዲቶም ዝመጹ ተኸተልቲ እምነት እስልምና ተቐቢላ ዘዕቆወት ሃገር ከምዚ ዓይነት ኢሰብኣዊ ፍርዲ ምፍራድ ቅቡልነት ዘይብሉ ሕሉፍ ዘየገናዘበን ጭካነ'ዩ ብዝብል ብዙሓት እናተቓወምዎ ይርከቡ። ሱዳን ድሕሪ ክስታት ኣብ ዶባት ኢትዮጵያ ኣብ ቡሉ ናይል ኣልፋሽጋ፣ ፀረ ነፈርቲ መከላኸልታ ተደልድል ከምዘላ ወሃቢ ቃል ዕጡቕ ሓይልታት ሱዳን ብርጋዴር ጀነራል ኣሲም ዓዋድ ዓብደል ወሃብ ብ ሓሙሽተ ግንቦት ንማዕኸናት ዜና ኣብ ዝሃቦ መግለፂ ሱዳን ንዝኾነ ስግኣት ክብሪ ልኣላውነት ድሕነትን ሃገር ብዘዕቁብ መንገዲ ክትገጥም ሙሉእ ብሙሉእ ድልውቲ እያ ክብል ሓቢሩ'ሎ። ሰራዊት ሱዳን ኣብ ምዕራብ ኢትዮጵያ ዞባ ቤንሻንጉል ጉሙዝ ኣብ ዝርከብ ክልል ሰማያዊ ናይል ሓዊሱ ምስ ኢትዮጵያ ዝዳወብ ከባብታት ከምኡ'ውን ዞባ ኣምሓራ እትዳወብ ክልል ገዳሪፍ ዝርከቡ ከባቢ ኣልፋሽካ ምውፋር ሰራዊት ጸረ ነፈርቲ ምክልኻል ከም ዝወሰኸ ይገልጽ ኣሎ። ብመሰረት ጸብጻብ ብሉምበርግ ሰራዊት ሱዳን ተወሰኽቲ ሰራዊት ናውቲ ምክልኻል ኣየር ኣብ ጥቓ ክልል ብሉ ናይል ዶብ ኢትዮጵያ ኣዋፊሩ ኣሎ። ሜጀር ጀነራል ዕጡቕ ሓይልታት ሱዳን ዛፊር ዑመር ንብሉምበርግ ኣብ ዝሃቦ ሓበሬታ ኣብ ቀረባ እዋን ሓላፊ ስታፍ ሰራዊት ሱዳን ናብታ ወተሃደራዊ ሰበስልጣን ጸጥታዊ ምውፋር ንምድልዳል ቃል ከም ዝኣተው ዝግለጽ ዘሎ ብሉ ናይል ግዝኣት ድሕሪ ዝገብሮ ዑደት ኣብቲ ከባቢ ሓዱሽ ምንቅስቓስ ኣሎ ኢሉ። ብፍሉይ ሱዳን ትሪቡን ሓይልታት ሱዳን ኣብ ምብራቕ ጋላባት ባሱንዳ ከምኡውን ምስ ኢትዮጵያ ዝዳወብ ክልል ገዳሪፍ ኸባብታት ዓባይን ንኡስን ኣልፋሽጋን ምውፋር ከም ዘጠናኸረ ጸብጺቡ። እቲ ማዕኸን ዜና ዝጠቐስዎ ወተሃደራዊ ምንጭታት ከም ዝሓበርዎ ካብ መፋርቕ ሰሙን ጀሚሩ ተወሳኺ ሰራዊትን ወተሃደራዊ ሃርድዌርን ናብ ስትራቴጂካዊ ቦታታት ከም ዝተላእኸ፣ እዚ ድማ ኣካል ናይቲ ኣብ ደቡብ ዝውሰድ ልዑል ስጉምቲ ጸጥታ እዩ። እዚ ዜና ክሳብ ዝሰናዳእ ሰበስልጣን ኢትዮጵያ ብዛዕባ እዋናዊ ምዕባለታት ብግልጺ መልሲ ኣይሃብሉን። እዚ ምውፋር ሱዳን፣ ኢትዮጵያ፣ ሕቡራት ዓረብ ኤምሬትስን ኣብ መዕርፎ ነፈርቲ ካርቱምን ካልኦት ቦታታትን ኣብ መጥቃዕቲ ሰብ ኣልቦ ነፈርቲ ኢድ ኣለወን ኢላ ድሕሪ ምኽሳሳ ድሕሪ ሒደት መዓልትታት እዩ። ብ ኣርባዕተ ግንቦት ኣብ ዝሃብዎ ሓበራዊ ጋዜጣዊ መግለጺ፣ ሚኒስትር ጉዳያት ወጻኢ ሱዳን ሞሂዲን ሳሌምን ኣብቲ መጥቃዕቲ ዝተጠቕማሉ ሰብ ኣልቦ ነፈርቲ መበቆሎም ካብ ክልላዊ መንግስቲ ኢትዮጵያ ኣምሓራ ምዃኑ ዝሕብር ውድእ መርትዖ ከምዘለዋ ገሊጻ እያ። ኢትዮጵያ ነቲ ክስታት ነጺጋቶ ኣለዋ መሰረት ዘይብሉ ብምባል ሚኒስትሪ ጉዳያት ወጻኢ ኢትዮጵያ ቀዲሙ ኣብ ኣዲስ ስታንዳርድ ኣብ ዘውጽኦ መግለጺ ኣዲስ ኣበባ ኣብ ልዕሊኣ ዝቐረበ መሰረት ዘይብሉ ክስታት ነጺጋቶ ኣላ። ዜናታት እዚ ዕለት እዚኦም ይመስሉ ነይሮም። እዋናውን ሓደሽትን ሓበሬታታት ንምርካብ ኣብ ሆርንስኮፕ ኔውስ ላይክን ሼርን ብምግባር ርእይቶኹም ኣቐመጡ። ሰላም